ሰላም ሰላም ክቡራት ተኸታተልቲ ሃሜን ንእኹም ኣነ ዳሕና እየ እግዚኣብሔር ይመስገን ብድንእኹሞ ሰላምኹም ብዝሕ ትረፍ ይበለለይ ያው ሕዚ ብጣዕሚ ለሕዝን ዜና እዩ ድኖ ማለት እዩ መናእሰይ በየበረኻ ተወድኡ በየመንገዲ ተወድኡ እቲ ዓይነት ግዜ ኢና በፅሕና እንደ ብጣዕሚ ለሕዝን ብሓቂ ማለት እዩ እና ሕደግቲ ውልለ ህዝብና ይሰምዐ ንሕና ለልቀድም ወዮ ለቀድም ወዮ ላትረሳዕና ያው ብሸለል መለል ብዙሕ ህዝብና ብዙሕ ሓውና ተወዱ እንሆ ማለት እዩ እና እቲ ዓይነት ነገር እዩ ላበይ እዩ ልጥርዖ ትማሊ ዝኾላይ ህዝቢ ባሕሪ ጠልቆ ለለት መልሲ ከለለ ሕዝላ ባሕሪ ህዝብናስ ብምንታይ እዩ ክሰምዕ ብምንታይ እዩ ክርዳእ ከመይ ገርና ኢና ንነግሮ እቲ ህዝብና ማለት እዩ እና ብጣዕሚ ለሕዝን ዜና እዩ ማለት እዩ ያው ከምቲ ለለናዮ ጀልባ ምንም ዓይነት ወረ ይብላይ ትሰውራና እያ ትበሃላት እግዚኣብሔር ኣምላክ ወይ እንደ እንታይ እየ ክብልማ ኣነስ ብጣዕሚ ግራ ኣትዩኒ እንሆ ብሓቂ ማለት እዩ ህዝብና እኮ ተወዱ ወጣትና እኮ ተወዱ በየበረኻው ሃልቁ እኮ እንታይ ዓይነት ግዜ ዝበፃሕናዮ ልምንታይ ኢና ዓድና ሰራሕና ለይንበልዕ እና ብጣዕሚ ለሐዝን እዩ እስኪ ሓደ ነገር ክብል ማለት እዩ ኣየይ ስደት ግደፍ እባ ስዑዲ መናእሰይ ኩሉ በልዕኺ ምንም ከየገበርና ደምና ሰትኽዮ ኩሉ በረኻኺ ሬሳ መልእኽዮ ኢድ ፀናሕት እያ ደሓረ ከይትረኽብዮ ቁሩብ ሓጥያት ፍርሒ ግደፊ ስዑዲ ቃቲልካ ኣይትደርብይና ፈቆዱ መንገዲ መርገም ከይበፅሐኪ መርገም ናይ ወላዲ ብዓድን ብበረኻ ሞት ጥራይ ኮይንና እቲ ኣታ በቃ ደና ንዚ ተፈጢርና ረዳኢ ዘይብልና ኣብ እባ ተወዲእና ምንም ዘይመስለና ሞት ተለሚድናዮ ሰብ እናጠርፈኣ እናርኣናዮ እናርኣናዮ እናሞተ ኩሉ እናሰማዕናዮ ስቅ ኢልና ንድገም ናትና ኢልና ሕዝናዮ

ኣምላክ ከይፈርደኪ ቀይሩ ቀይሩ እውን ዝሞት መናእሰይና ሓመዱ እኮ ስኢኑ ከይወስደኪ ደመና ውሕጅ ኮይኑ እና ብጣዕሚ ዝግርም ማለት እዩ እነስተይነ ንግብር እንታይ ነገሩ ላበየ ነንጥርዖ ኣነ ብሓቂ ማለት እዩ ተኮይኑ እዚ መናእሰይና ላመፀ ልውዳእ ኣሎቲ እንታይ ነገሩ ልምንታይ ኢና ዓድና ሰራሕና ለይንበልዕ እና ያው ሕዚ ከምትልጦና እዩ ማለት እዩ ጀልባ ትሰውራ እና እያ ትበሃል ነው ያው እታ ጀልባ ኣብይ ሃምድ እና እስካብ ዝኩቲ ምንም ነገር ኣይትፈልጠይ ግን ብዙሓት ልትረድኡ እንሆ እዮም ብዙሕ መርድእ ዋላ ኣብ ራያና ለ ብዙሕ መርድእ ትረድኡ እንሆ ማለት እዩ እታ ጀልባ ግን ሰውራ እያ እና ዳሚ ሃምትና ብቀደማይ ግልፂ ዝኾነ መልእኽቲ የለይ ማለት እዩ ናይ ብዝሓለፈ ያው ግልፂ ዝኾነ ረሲኦም ሌላ ወፀሮ ናዮ ረሲኦም ናተዘቆቆር ናዮ እንና ንሓዚ ግን ትሰውራ እዩ ዳሚ እቲ ህንደይ ሰብ ሃምን ሞተ ልትነገረ ነገር የለዮ ማለት እዩ ግን ናብ ዓዲ እቶም ደለልቲ እዮም መስለኒ ኣርደኦም ልንሀዩ እና ብጣዕሚ ለሕዝን ኣዶ ለምላግኔቶ ካብኡ ለለሲ ባሕርስ ሓይሊ ባሕሪ ልበሃል እንሆው ሓይሊ ባሕሪ ልበሃል ነውሲ ንሕርሳቶም መፀሞም ወይ ላብ ቀይ መስቀል ላእትዮሞም ክኾኑ ኣይፍለጥ እዩ ወይታ ባሕር ለለ ምንም ዓይነት ስልኪ ላተዳወሉ ልሃለይሲ ኣብ ማእኸሉ ተቋራርፁ ጠፍኦም ኢሉ ኣሎ ብሬክስ ላመሓላለፎ መልእኽቲ ማለት እዩ እታ ጀልባሲ ላተጓዓዘት ላሃለየት ኣብዚ በፅሕና ኣብዚ እነሀና ላወሉሲ ኣብ ማእኸሉ ተዓፅዩ እንሆ ማለት እዩ እቲ ስልኪ እና እዚ ታይ ኢና ንብሎ ታይ ኢና ንፈርዶ እንድዒ እግዚኣብሔር ኣምላክ ይረእዮ ኹልለ ፈጣሪ እዩ ዱርኢ ኣብይ ከም ድንሀዩ ትገልብጦም ዶኦም ወይስ ብሓይሊ ባሕሪ ዶም ሕዞሞም ላብ ቀይ መስቀል ዶም ኣእትዮሞም ወይስ መንገዲ ድኣ ስሕታ እንድዒ እንታይ ምዃኑ እዩ እማ ኣብ ምንታይ ኢና ንሕዞ ሐዚ እግዚኣብሔር ኣምላክ ባዕሉ ፅቡቅ ያስምዐና ወይ መንገዲ ተሳሕተም ክኾኑ ላብ ካልእ መንገዲ ወስድዎም ይኾን ወይ ልለ ሓይሊ ባሕሪ ሕዘሞም ላዩ ቀይ መስቀል ኣእትዮሞም ኮኑ እና እዚ ልትፈለጠ ነገር የለይ ግን ብሐዚ ሰዓት ወላድ ኣብ ጭንቂ ናህቲ ኣብ ብኽያት እንሃ እግዚኣብሔር ኣምላክ ባዕሉ ፅቡቅ ያስመዐና ወይ እዳብ ቀይ መስቀል ኣትዮም ወይ መንገዲ ትሳሕታ እንድሕር ኮይና ኣሎ ማለት እዩ እና ብጣዕሚ ላሕዝን ህዝብና እኮ ተወዱ በየበረኻ ህዝብና እኮ ሃልቁ እንታይ ዓይነት ነገር እዩ እንታይ ኮይኑ ተዓድሉ ነሰብ ግን ዘይሰመዐና ኣብዚ እኮ ሰብ ምንክራሩ እዩ ልሰርሑልን ኣሜ ኣብዚ ከፍካ እኮ ቅርሺ እኮ ካብ ቆሻሻ እኮ ይኮን ልሕፈስ ኣሎ ካብ ፅርግያ እኮ ይኮን ልሕፈስ ኣሎ እቲ ህዝቢ ናታ ኮይኑ ይሃሱ ልምንታይ ዕድሙ ኣየንውሒ ብዓዱ ብዓዱ ትገዝኡ ለይበለ ዕድሙ ልምንታይ ኣብዲ ዕድሙ የቆጭ የለቲ እናስ ታይ መፍትሑ ስለና ስደት ሲሲ ታይ መፍትሑ ኣሕዋት የምዓረይ

በቃ ሐና ሲ ሃምዚ ለኣታትን ሕማቅ ለሓሰብና ገለ ይመስሎ ተዓድል እኖ ሰብ ማለት እዩ ሐና ግን ሃም ኣይኾነይ ኣብዚ እኖ ሰብ ብጣዕሚ የና ለዓድል እኖ ሰብ የና ንሻቀል ወያነ ሐና የና ስደት ልንህና ሐና የና ክሕሰበልናይ ሐና የና ክጭነቀልናይ ልግብኦ ንዓዲ ሰብ ግን ሐና ግርምቢጥ ግን ኣብ ስደት ኮይና ሲሊ ተዓዱ ነስብሓና ንጭነቀሉ ማለት እዩ ዝገርም ነገር ኣነስ ዝገርመኒ ኣብ ኩልና ዱ ኣብዚ ኮይና ኣነስ በቃ ልዓዲ ልበይ ደው ይብል ሃመይ ኢሎም ክኾኑ ሃመይ ኢሎም ሓድሮም ክኾኑ ሃመይ ኢሎም ዕሎም ክኾኑ ሲሊ ኣብ ዓዲ ይጭነቅ ማለት እዩ ግን ወያነ ናብ ስደት ልንእኮ ኣነ ኣነ ክሕሰበኒ ልግብኦ ግን በቃ ዓድል ነሰብ ይሓስብ ማለት እዩ እና ኩሉ ክንስኪ ሃም ኣንደኽን ማለት እዩ ኣሕና ኣብ ስደት ኮይና ሲ ናብ ዓድል ነሰብ ኢና ንጭነቕ ከመይ ክኾን እንታይ ከስምዐና እንታይ ክኾን ክኾን ሎማዓንቲ ከብ ማለት ኣብ ጭንቂ ንሓድር ንውዕል ማለት እዩ ደኹምና ኳዕኒ ንህርስ ገደምልና ሲ ስለና ቤተሰብ ኢና ንሓስብ ደኹምና በቃ ኣብ ስራሕ ላተንገላትና ናውዕልና ላበይ ኢና ንሓስብ ላብ ቤተሰብ ኢና ንሓስብ ማለት እዩ ናትና ነገርና ስደተኛ ነገርሲ ሓሳብናስ ብዙሕ ዓይነት ሓሳብ ይድነና ሓደ ዓይነት ክልተ ዓይነት ሓሳብ ጥራሕ ይኹን ድነና ብዙሕ ዓይነት ሓሳብ ይድነና ማለት እዩ ዝገርም ነገር እዚ ግን መን ይርደአልና ማንም ኣይርደአልና በቃ ውሽጥና ባዕልና ኢና ንፈልጥ

ወርሒ ሞለ እካ ቅርሻ ኣብ ኢድካ ለይልሓስካሲ ወርሒ ሙሉእ ንእክብካሲ ትናገረሉ ኣራጥጥካስ ኣይኮነይ ብሐዚ ሰዓት ማለት እዩ ዓራዊ ያውና ሰብ ድካም ምብላዕ ለምደን እየን ቃደም ሓራም ልብሃል ነገር ነውሩ ሐዚ ግን ሓራም ልብሃል ነገር የልይ ማለት እዩ እና በቃ ዓዱ እነሰብሲ ከይትመጽእ ተበልካዮ ላመጸ እዩ ክውዳእ ላመጸ እዩ ክሞት ልምንታይ ዓዱ ነግዱ ሓርሱ ኣብ ዓዱ ድምንታይ ተቆርጹሩ ሰርሖ ኣይበልዕይ ኣብ ዝመጾም በልዖም ደሰትዮ በየ በረካኡ ሓመድ ለይብሉ በየ በረካ ናቀረዩ እና ብጣዕሚ ለሕዝን እግዛብሄር ኣምላክ ባዕሉ በቃ ይበለና ፈጣሪ ባዕሉ ምሕረቱ ይልኣከልና ካብ ሰማይ ዳኣሚ ሕናሲ ንብሎ ነገር የብልና ኣብ ስደት ልነና ትናግርና ትናግርና ሰሰማዓይና ስእና ማለት እዩ ድሰምዐና ሰብ የለይ በቃ ሕና ከይትመፅእ ተበልና ለውዓሎም ብልና ሲ ሕና ለኣታቶም ከይመፁ ልሓሰብና በቃ ካልእ ካልእ ነገር እዩ ልሓስብ ዓዱ ልነሰብ ማለት እዩ ሕና ግን ለዋዕላ ዝመፁ ሲ ብዙሕ ፈተና ብዙሕ ችግር ብዙሕ ስቅያት እንሆ ሞት እንሆ ቁስለት እንሆ እቲ መእሰርቲ እንሆ ክልተ ሰለስተ ዓመት ምንም ዓይነት ወንጀል የብልኻ በረራ የለ ብሓሳት እስር ቤት ተኣስርኻ እና ብጣዕሚ እዩ ለሕዝን ማለት እዩ ሕናስ ታይ ኢና ንግበሮ በቃ ሕናስ ንውለደ ጠፍኡ ነሐስ በቃ ጓሓት ወዮ ምሸት ወዮ ኮይኑ እቲ ሓደ ለማዓንቲ ይርሳዕ እቲ ሓንቲ ለለ ነጋ ትሞት ይርሳዕ እቲ ሓደ ለለ ነጋ ይሞት ይርሳዕ እናስ ታይ ዓይነት ግዜ እዩ ልበፃሕናዮ ታይ ኢና ንገብሮ ናስደት መፍትሑስ ታይ እዩ ልምታይ እዩ ንዓድድ ንደላላ ለለ ይደሓዙ ደላላሲ ክዳሓዝ እንሀዎም ብኸሎም ደላላ እቶም ብህገ ወጥ ርሰ ድለይዎም ህፃውንቲ ቆልዑ ካብ ዓዲ ላውፁ ርሰ ድለይዎም ሲ ክዳሓዝ እንሀዎም ካብ ስሩ ብጣዕሚ እዩ ወንድዕይ ያነ ለባዕለይ ማሉት እዩ ህፃውንቲ ቆልዑ ላመፁ ላትወድእ ሲ ልብኻ ሲ ሽበር ማሉት እዩ ብጣዕሚ እኻ ትሓዝን ደስተኛ ኮይንኻ ሲ ሃመይ ገብርኻይ ካብ ስደት ኮይንኻስ ሞት ላሰማዕኻ ጓሓት ምሸት ሲ ሃመይ ገብርኻይ እኻ ርእስኻ ዕረፍት ድነዎ ክኾን እና ብጣዕሚ ለሕዝን ባዕሉ እግዚኣብሔር ኣምላክ ምሕረት ይልኣኸልና ንብሎ ነገር የብልናይ ኩልለ እሱ ድሓዘ እዩ እሱ ዝፈቀዶ እዩ ልኾን ህዝብና ለእግዚኣብሔር ኣምላክ ብዓዱ በቃ ይበሎ ዓዲ ሰርሐ ክበልዕ ብሉ ኣተሓሳስባ ይምፀሉ ኣብ ዝመጽኡ ሞቲ ቁስለቲ ስለ ልኮነ እስኪ ብዓደይ ሰርሐ ክሓልፈለይ ብዓደይ ሰርሐ ክበልዕሉ ከምዚ ዓይነት ልቦና ይሃቦ ልህዝብና ማለት እዩ ኣሕና ግን ስደት ልንህና ጸውና ማንም ልሰምዐና ሰብ የለ ኣሕዋትየ ማዓረይ ድኻም ጥራሕ እዩ ንኣትና ነገር ድኻሚ ጭንቂ ሕማሚ ጥራሕ እዩ ኣብ ስደት ልነሶዳ ተናግርለ ጸው ኢለ ልሰምዖ ሰብ የለ ማለት እዩ እና ብጣዕሚ እዩ ለሕዝን ያው እታ ጀልባ ለ እግዚኣብሔር ኣምላክ ያው ወይ ሓይሊ ባሕሪ ሒዞማ ክኾኑ ክኽእሉ ወይ ለለ መንገዲ ትሳሕታ ትኾን ትኽእል እና ኣይፍለጥ ወይ ላምባ ወዳኣ ትኾን ትኽእል ኣይፍለጥ እና እግዚኣብሔር ነገር ሕዚ በቃ ትክክለኛ መረጃ ሲየለ ትክክለኛ መረጃ ትገልምጦም እዮም ሞይቶም እዮም ንበሃል መረጃ ሲየለ ሃምቲ ብሬክስ ላመሓላለፉ እንድሕ ኮይኑ ኣብ ፍርቂ ብልበፅሐት ሰውራን ሃቲ እቲ ልደዋወለ ልነበረ ስልኪ ተዓጽዩን ወይ ኢሉ ልዳም ያው ሞይቶም ነው የተገልብጦም ነው ልበሃል ዜና እስካብ ዞኽቲ ብሬክስ ላይ ኣመሓላለፍ እዩ ማለት እዩ እና እግዚኣብሔር ኣምላክ ጽቡቅ ያስምዐና ስደትና ላይ ያሕጭረልና በቃ ይበለና ልሞቱ ለህዝብና ለእግዚኣብሔር ኣምላክ ነውሱ ብኣጸደ ገነት ያኖረልና ኣሕና ለ ብሰላም እንዳ መሬት ዓድና እንዳ ወልድናይ ናይ ወልድናይ ብሰላም የእትየና ማለት እዩ ኣሕዋተይ ማዕረይ ካልእ ንብሎ ነገር የብልና ኣሕና ደኽምና ነናትና እግርና ፀውና ለ ደኽምና በቃ ምንም ንገብሮ ነገር የብልና ንሕዋተይ መዓረይ ቪድዮ ሼር ላይክ ኮሜንት ናገበርኩም ቤተሰብ ይኹን ሁነ ሰብስክራይብ ብምግባር ቤተሰብ ሁኑ የቐንየለይ።